ድምጺ ሰልፊ ናህዳ ኤርትራ ብሓልዮት ክፍሊ ዜና ሰልፊ ናህዳ ኤርትራ እናተዳለወ ወትሩ ሰሉስ፣ ሓሙስን ቀዳምን ኣብ መርበብ ሓበሬታ ኤሪናህዳ ዶት ኦርግ ዝቐርብ መደብ እዩ።

ድምጺ ውጹዓት ኤርትራውያን እዩ። ሰላምታ ናተቐበሉ ኣብ ርሑቕን ቀረባን ብምኳን ፈነወ ድምጺ ናህዳ ንምክትታል ተዳሊኹም ዘለኹም ዝኸበርኩም ሰማዕትና ከመይ ትቕንዩ። ሎሚ ሓሙስ ዓሰርተ ኣርባዕተ ለካቲት ክልተ ሽሕን ዓሰርተ ትሽዓተን እዩ። ኣብዚ ናይ ሎሚ ዘለዉና ትሕዝቶታት ከምቲ ልሙድ ኣቐዲመ ክሕብረኩም። ፈለማ ዜናታት ክንበብ እዩ። ብድሕሪ እዚ ጽሑፍ ኣለና። ሙዚቃ ውን ኣካል ትሕዝቶና እዩ። ክቡራት ሰማዕትና ክሳብ ፍጻመ መደብና ምሳና ክትጸንሑ ኣቐዲመ እናዓደምኩ ዜና እንሆ ናብኡ ከብለኩም። ምስ ተቓውሞ ኣኽርያን ድሒሩ ዝሰዓበ ኩነታትን ብዝተሓሓዝ ተኣሲሮም ዝጸንሑ ሓጂ መሓመድ ኣብራር ተፈቲሖም። ምስቲ ብ ሰላሳን ሓደን ጥቅምቲ ኣብ ኣኽርያ ዝተኻየደ ተቓውሞን ድሒሩ ዝሰዓበ ምእሳርን ወለድን ተመሃሮን ብዝተሓሓዝ ተኣሲሮም ዝጸንሑ ሓጂ መሓመድ ኣብራር ተፈቲሖም። ኣብ ክሊ ዕድመ ሰብዓታት ዝርከቡ ሓጂ መሓመድ ኣብራር ድሕሪ ኣብ ኣኽርያ ዝተኻየደ ተቓውሞን ሓያሎ ወለዲ መምህራንን ተመሃሮን ድሕሪ ምእሳሮም፣ ኣብ መስጊድ ኣልኹሉፋ ኣልራሺዲን ኣብ ዘስመዕዎ መደረ፣ ስርዓት ህግደፍ ንዝወሰዶ ቆልዑን ኣዴታትን ናይ ምእሳር ስጉምቲ ብትሪ ዝነቐፉ ኣቦ እዮም። መንግስቲ ነዞም ኣቦ ዝፈትሖም ዘሎ፣ ብተመሳሳሊ ጉዳይ ተኣሲሮም ዝነበሩ ሓደ ካብ ኣባላት ኮሚተ ወለዲ ዲያእ ኣልእስላምያ ኣቦና ሓጂ ኢብራሂም ዮኑስ ብሰላሳ ጥሪ ኣብ ቤት ማእሰርቲ ድሕሪ ምዕራፎም እዩ። ኣቦ መንበር ኮሚተ ወለዲ እታ ቤት ትምህርቲ፣ ወዲ ቴስዓን ሰለስተን ዓመት ኣቦና ሓጂ ሙሳ መሓመድ ኑር እውን ኣብ መጋቢት ክልተ ሽሕን ዓሰርተ ሸሞንተን ኣብ ቤት ማእሰርቲ ከም ዝዓረፉ ይዝከር። ኣብ ስነ ስርዓት ቀብሪ ሓጂ ሙሳ መሓመድ ኑር ተቓውሞ ከይገጥሞ ዝሰግኣ መንግስቲ ኤርትራ፣ ሓይልታት ጸጥትኡ ብምውፋር ኣማኢት መንእሰያት ከም ዝኣሰረ እውን ኣይርሳዕን። ምስዚ ናይ ኣኽርያ ተቓውሞ ብዝተሓሓዝ ሓያሎ ወለዲ፣ መምህራንን ተማሃሮን ክሳብ እዚ እዋንዚ ተኣሲሮም ከም ዘለዉ ይፍለጥ። ሓላፊ ክፍሊ ሕሳብ ሚኒስትሪ ጉዳያት ወጻኢ ኤርትራ ተኣሲሩ። ሓላፊ ክፍሊ ሕሳብ ሚኒስትሪ ጉዳያት ወጻኢ ኤርትራ ነበር ኣቶ ብርሃነ የማነ፣ ምስቲ ኣብ እስራኤል ዝርከብ ኤምባሲ ኤርትራ ፈጺምዎ ዝበሃል ምጥፍፋእ ገንዘብ ብዝተሓሓዝ ተኣሲሩ። ኣቶ ብርሃነ ናይቲ ኣብ እስራኤል ዝርከብ ኤምባሲ ኤርትራ ሒሳብ ቆጻሪ ናብ ተልኣቪቭ ከይዱ'ኳ እንተነበረ፣ ምጥፍፋእ ተፈጺሙ ክነሱ ብዝግባእ ከይሓበረ ብምሕላፉ ከምዝተኣስረ'ዩ እቲ ዝበጽሓና ዜና ዘመልክት። ኣምባሳደር ኤርትራ ኣብ እስራኤል ኣቶ ተስፋሚካኤል ተኸስተ ማለት'ው ወዲ ባሻይ፣ ካብቶም ኣብ እስራኤል ካብ ዝርከቡ ኤርትራውያን ዝተኣከባ ገንዘብ ብምጥፍፋእ ብቐዳምነት ካብ ዝተኣስሩ ኣባላት ሚኒስትሪ ውሽጣዊ ጉዳያት እዩ። ሓላፊ ሒሳብ ናይቲ ሚኒስትሪ ነበር ኣቶ ብርሃነ የማነ ድማ ብደረጃ ጸሓፊ ኣብ ስዑዲ ዓረብ ናብ ዝርከብ ኤምባሲ ኤርትራ ተመዲቡ'ኳ እንተነበረ ተሳሒቡ'ዩ ተኣሲሩ ዘሎ። ኣብ እስራኤል ንኤርትራውያን ገጢምዎም ዘሎ ኩነታት ብምምዝማዝ ካብኣቶም ዝርከብ ገንዘብ ኣባላት ኤምባሲ ኤርትራ ንውልቃዊ ረብሓታቶም ከምዝጥቀምሉ ብሰፊሑ ይዝረበሉ እዩ። ኣብ ሱዳን፣ ደቡብ ሱዳንን ኡጋንዳን ዘለዋ ኤምባስታት ኤርትራ'ውን ምስ ስግረ ዶብን ካልእን ብዝተሓሓዝ ሕጋውነት ዘይብሉ ኣታዊታት ከምዘኻዕበታ እዩ ዝንገር። ትካላት ግብጺ ኣብ ክንዲ ባሕሪ ኤርትራ ቁጽጽር ዘይብሉ ምግፋፍ ዓሳ የካይዳ። ሓያሎ ትካላት ግብጺ ኣብ ክንዲ ባሕሪ ኤርትራ ቁጽጽር ዘይብሉ ምግፋፍ ዓሳ የካይዳ ከም ዘለዋ ተሓቢሩ። ይኹን እምበር እተን ኣብ ኢንዱስትሪ ምግፋፍ ዓሳ ዝተዋፈራ ትካላት ግብጺ ኣብ ክንዲ ባሕሪ ኤርትራ ዘካየድኦ ዘለዋ ምግፋፍ ዓሳ ሚኒስትሪ ሃብቲ ዓሳ ሓበሬታ ከም ዘይተዋህቦ ኣባላት እቲ ሚኒስትሪ የረጋግጹ። እተን ዘመናዊ መግፈፊ ዓሳ ዝተገጥመን ጀላቡ፣ ንዝተወሰነ መዓልታት ኣብ ገማግም ቀይሕ ባሕሪ ክጸንሓ ኣብ ዝተፈቕደለን እዋናት፣ ገደብን ምቁጽጻርን ዘይብሉ ምግፋፍ ዓሳ የካይዳ ከምዘለዋ'ውን ኣረጋጊጾም። ሚኒስትሪ ሃብቲ ባሕሪ፣ ብዛዕባ'ቲ ብግብጻውያን ኣብ ገማግም ባሕሪ ኤርትራ ዝካየድ ዘሎ ምግፋፍ ዓሳ ኣመልኪቱ ናብ ቤት ጽሕፈት ፕረዚደንት ኣብ ዝለኣኾ መልእኽቲ'ውን፣ ተፈቒድዎም'ዩ ይግፈፉ ግደፍዎም ዝብል መልሲ ከምዝተላእኮም ከምዝተላእኮም ኣነጺሮም። ትካላት ግብጺ፣ ክፍሊት ናይቲ ኣብ ገማግም ባሕሪ ኤርትራ ዘካየድኦ ዘለዋ ደረት ኣልቦ ምግፋፍ ዓሳ፣ ንመንን ብኸመይን ይፍጸም ኣሎ'ውን ዝተፈልጠ ነገር ኣይኮነን። ኣብ ኢንዱስትሪ ምግፋፍ ዓሳ ዝተዋፈረት ዓበይቲ ትካላት ግብጺ፣ ኣብ ገማግም ባሕሪ ኤርትራ ከምዚ ዓይነት ምግፋፍ ዓሳ ከካይዳ እዚ ናይ መጀመርያ ኣይኮነን። እዘን ኣብ ንግዲ ዓለም ዝተዋፈራ ትካላት ግብጺ ዘካየድኦ ዘለዋ ቁጽጽር ዘይብሉ ምግፋፍ ክዕቆቡ ዝግብኦም ዓይነት ዓሳታትን ትሕተ ባሕራዊ ሃብትን ይበርስን የብርሳ ከይህልዋ ስግኣት ከም ዘሎ እውን እቶም ነዚ ሓበሬታ ዝለኣኹ ወገናት የተሓሳስቡ። ወኪል ኤርትራ ኣብ ምምራቕ ሓወልቲ ንጉስ ሃይለስላሰ ተሳቲፉ። ብኣምባሳደር ኣርኣያ ደስታ ዝምራሕ ቀዋሚ ወኪል መንግስቲ ኤርትራ ኣብ ሕብረት ኣፍሪቃ ኣብ ምምራቕ ናይቲ ብሰንበት ዓሰርተ ለካቲት ኣብ ኣዲስ ኣበባ ዝቖመ ሓወልቲ ንጉስ ሃይለስላሰ ተሳቲፉ። ሓወልቲ ናይቲ ህዝብን ዓድታትን ኤርትራ ዘጽነተ መላኺ ንጉስ ሃይለስላሰ ኣብ ቀጽሪ ሕብረት ኣፍሪቃ ብወግዒ ኣብ ዘቖመሉ ንኤርትራ ብምውካል ኣምባሳደር ኣርኣያ ደስታ፣ ሃብቶም ዘርኣይ ከምኡ ድማ ቢንያም በርሀ ዝተባህሉ ቀዳሞት ጸሓፍትን ዝተሳተፉ ዲፕሎማስያውያን ምንጭታት ኣረጋጊጾም። ንምቛም ሓወልቲ ናይቲ ንፈደረሽን ብምፍራስ ንኤርትራ ብሓይሊ ዝጎበጠን ንዝተላዕለ ተቓውሞ ንምጉዕጻጽ ድማ ዓድታትን ህዝብታትን ዘጽነተ ንጉስ ሃይለስላሰ ብወግዒ ክቃወም ዝግብኦ መንግስቲ ኤርትራ ኣብ ጽምብል ምምራቕ ወከልቱ ምስታፍ ንባህሪ ናይቲ ብፕረዚደንት ኢሲያስ ዝምራሕ ዘሎ መንግስቲ ዘጉልሕ እዩ ክብሉ እቶም ዲፕሎማሰኛታት ኣመልኪቶም። ፕረዚደንት ኢሲያስ ክሳብ መወዳእታ ኣብ ስልጣን ዘጽንሖ ስልትን ስትራቴጂን ደኣምበር፣ መሰረታዊ ክብርታትን ህዝቢ ኤርትራን ዕላማ ዘካየዶ ቃልስን ዝግድሶ ከምዘይኮነ ብዝያዳ ዘነጽረልና ኣጋጣሚ'ዩ ክብሉ'ውን ደምዲሞም። ዝኸበርኩም ሰማዕትና ዜና ኣብዚ ይፍጸም ንዝተረፉ መደባት እሓድገኩም። ሰላም።
ሓወይ ልቢ ግበር ዓማቲኻ ለሊ መን ይመርምር ስኒትካ ዘይደሊ

ኣርካናት ናይ ቃልሲ ኣርካናት ቃልሲ ስለ ሃገር ክዝትዩ ባይታ ዓዲ ክዳንዩ ሃገራውነቶም ክቓንዩ ፋይዳ ሓድነት ከድህዩ እንታይ ድዮም ዝበሉ እዚ ሃገር ናይ ህዝቢ እያ ህዝቢ ይሰፍራ ህዝቢ የመሓድራ ዓውቲ ሓፋሽ ኣጋዊሑ ብሓፋሽ ተመሪሑ ኤርትራውነት ኣስቢሑ ዘይሓድር ፈሪሑ ተባዕ ህዝቢ ዝውንና ንሻን ኣኽሊል ዜጋታት ዘይትድፈር ርሻን ኤረይ ንበል ኣብ በረኻ ኣብ ዓዲ ጸላም ዓይኒ ዘይትድፈር ዘውዲ እኮ እዮም ዝበሉ ኣስላማይ ክስታናይ ወዲ ቆላ ደጋ ወዲ መታሕት ወዲ ባርካ ወዲ ሰምሃር ወዲ ከበሳ ወዲ ደንከል ወዲ ማርሳ ወዲ ሰንሒት ወዲ ሳሕል ንዑ ንተኣከብ ጉዳይና ነዕልል እንድዮም ዝበሉ እዛ ኤርትራና ከም ጽብቕቲ ጎርዞ ደለይታ በዚሖም ገዛእቲ ወሪሮም ወኒናያ ክብሉ ኣብ ቅርዓታ ሰፊሮም ዘቢባ ከማዕድውን ቃዕሪሮም እሞ ሓርበኛታት ኣቦታትናኸ መዓስ ኢዶም እግሮም ኣጣሚሮም መዓስ ከ ብስልጣን ዓዊሮም መዓስ ከ ብዝና ሰኺሮም ሃገር ኣቐዲሞም ሓድነት ዓይሮም ኣብ ዕላማ ሰሚሮም ህዝበይ ሃገረይ ክብሉ እዮም ጨዲሮም ክንሓስበሉ ይበሉ ዕድል ሃቡና ኣንሳሒብና ይበሉ ኣንጠልጢልና ምክንያቱ ጉዳይ ኤርትራ ጉዳይ ሞትን ሕየትን እምበር መዓስ ኮይኑ ናይ ቁኖ ቆፀራ ተደላኻ ትፍንጥሖ ተደላኻ ተናውሖ ደሊኻ ትሓልፎ ፀሊእኻ ትተርፎ መዓስ ኮይኑ ጉዳይ ኤርትራ ሃገር እኮ ሃገር እያ እሞ ሃገር ኣብ ጽንኩር እዋን እንኮላ ቃርሳ ተጻወተ ኣብ ኣፈርክቡ እንከላ ዝሃውተተ ሕልና ዘዕረበ ብደው ዝሞተ እዩሞ ግዜ ከይቀተልናስ ንሕለፎ ድኣ እቶም ኣብቲ ዘበነ ጅግንነት ዘበነ ኣርባዕታት ዓለም ዘስደመመ ዝሰርሑ ቅያታት ድሙቓት ከዋኽብቲ ዘይበርሱ ቅርስታት ናይ ሕጂ ኣብነት ናይ ሽዑ ኣርካናት እንታይ ድዮም ዝበሉ ሓደ ካብኦም ካብቶም ኣርካናት ጅግና ከቢረወ ዋና ራእይ ዋና ሃገራውነት ኣቦ ለውሃት መጣው ሕውነት ኣላይ ወሰን ሃንዳሲ ሓድነት ጎይታ ቃልሲ ኣርኣያ ጅግንነት መምህር ጽንዓት ዘይተጻዕድነት ትርዓረ በዳሂ ባርነት መሪሕ ብድሆ ኣንጻረ ጊላነት ውፉይ ንሃገሩ ኣገልጋሊ ህዝቢ ቅንዕና ዕጣቑ ኣብ እከይ ዘይዝንቢ ጸላይን ሰጋድን ምቕሉል ወዲ ረቢ ምልኣተ ውህደቱ ምስ ንኡስ ምስ ዓቢ ወረጃ ወራዙት ሊቀ ሊቃውንቲ ኣሳር ፋራ ካብ ቀደም ካብ ጥንቲ ልዙብ ተቓላሳይ መስተፍለ ጸላእትንዲ እሞ ከቢረ ሃገራዊ ዕላማ ሒዙ መንጸሮር ባዕዳውያን ምስ ኮነ ቄናን ፍርዶም ሕልፈቱ ምስ በየነ ብቓጻ ምስ ቀተልኦ ዕነ ወዲ ዕነ መሰትኡ እንታይ ድዮም ዝበሉ ተሰኒዱ ኣሎ ኣቦና ሸኽ ኢብራሂም ሱልጣን ጅግና ሓወይ ሸኽ ዓብደልቃድር ከቢረ ብመስዋእቱ እወ ሎሚ የማነይቲ ኢደይ ስኢነ ከም ዝበሉ መስዋእቲ ከቢረ ከንቱ ከም ዘይነበረ እንዳስተብሃሉ ደጊሞም መስዋእቱ ከኣ ነቲ ናይ ዕላማና ሽግ ዝኾነ መንገዲ ናጽነት ዘብርህን ናብ ዓወትና ዘብጽሕን ክቡር ደም ከቢረ ምዃኑ እቶም ነዚ ዝፈጸሙ ጸለምቲ ልቢ ዝዝንግዕዎ ይመስሉ ኢሎም ኣቦና ከቢረ ትንፋሱ እምበር ዕላምኡ ክዕወት ምዃኑ ከም ዘስመሩ ተሰኒዱ ኣሎ። ኣብ ልብታትና ኣሎ ኣቦና ኣቶ ወልደኣብ ወልደማርያም ብቕትለት ከቢረ ዝረብሐ ወይ ዝዕወት ኮይኑ ዝስምዖ ሰብ ግጉ እዩ ከቢረ ሓሳቡን ዕላምኡን ገዲፍልና ሓሊፉ ኣሎ እሞ ንሕና ድማ ብሕመቕና እንተተሰነፍና ናይ ከቢረ ሓሳብን ዕላማን ቀተልቲ ኮይንና ንርከብ ኮዮም ዝበሉ እዚ እኮ እዩ ነይሩ ሓረጋቶም ኣንጻር መግዛእትን ባዕድን ኣንጻር ጭቆናን ምልክን ጅግና ኣቦና ራእሲ ተሰማኸ ዋና መትከል በዓል ጽኑዕ ትሕዞ ዕቱብ ዝመለሱ ንኤንዞ ማቴንዞ ሃፀይ ሃይለ ስላሴ ትእዛዝ ይሕሊፎም ካብ ማዕረብ ኣስመራ መጺኦም ያኢ ክሰግድሎም ጋሻ ይመጸካ እምበር ኣይትኸዶም ባህልና እውን ፈጺሙ ይፈቕዶም ኢሎም ዝመለሱ ሓርበኛ እንድዮም እሞ እዞም ኣርካናት ቃልሲ ቃልሶም ስለመን ድዩ ነይሩ? ስለዛ ኤርትራ ዶ ኣይኮነን? ንሕናኸ ስለመን ዲና ንቃለስ ኣሎና ንብል? ወለዶ ኣርባዕታት ኣብ ቅድሚ ጸላኢ ብእምቢታ ይድብል፣ ንሕና ብእምነ ወንጭፍ ዘርጠብጠብ ክንብል? ምድሓን ህዝብን ሃገር እንተኾይኑ ትጉዕዞ ኣኸለ እከያትና ሕጂ ንናዘዞ ኮምፓስ ብሶላና ባዕልና ንሓዞ ቀምሽ ኣደይ ሓንኲሉኒ ሰንዓፈሩን ከይኩርየኒ ውድበይ ኣብዮሙኒ ልኡኽ ህግደፍ ኢሎሙኒ ጎቦ ዓይኖም ሪኦሙኒ ይኣክል ይኣክል ሓሸውየ ኣንቱም ሰባት እዚ እዋን እዋን እቶእቶ ንሕና ንርከቦ ኣብ ሰሓቦ ክተቶ ተኣኻኺሎም ከለዉ መንግስትን ህዝብን ንሕና ንገብሮ ጓሳን መሳዕብን ዘይነደምቕ ንምንታይ ንድብን ተቓልስቲ እንዲና ብቕርብነትና ዘይንሕበን ንምንታይ ዘይከሓድ ሓቂ እዩ ኣብ መንጎና ኮለዉ ዕድሚኦም ንቓልሲ ዝወፈዩ ብዘይ ሓዳር ብዘይ ውላድ ንእስነቶም ኣብ ቃልሲ ዘብለዩ ግን ንምንታይ ሓልፉ ሓንቲ ከይፍረዩ ካብዚ ዓለም ከይፍለዩ ዓዶም ከይረኣዩ ታሪኾም ከይፀወዩ እንታይ ኢኸ እቲ ማሕለኻታ ወረ እንታይ እዩ እቲ ማሕለኻታ? ፖለቲካዊ መደብ ዕዮ፣ ውድበይ ውድብካ፣ ኣገባባት ቃልሲ፣ ሕብረ ብሄር ሰልፊ፣ ፌደራላዊ ስርዓት፣ እስላማዊ ስርዓት፣ መሰል ብሄር ክሳብ ንገልጻሉ ወዘተ እዚ ድዩ እቲ ዕንቅፋታት? እዚ ድዩ ጠንቂ ፍልልያት? እዚ ኩሉ ሕቶታት እሞ መን ድዩ ዝምልሶ? ኢትዮጵያ ኣይትምልሶ ስዑድያ፣ የመን ኣይግድሳ ኢራን፣ ሱዳን ኣይምልከታ ሶማል፣ ኬንያ ኣይትምልሶ ጅቡቲ ትቕልሶ። ሕቶ ህዝቢ ኤርትራ ኣብ ኤርትራ ብኤርትራውያን እዩ ዝምለስ ብህዝቢ ኤርትራ እዩ ዝኽለስ ኣብታ ንሕና እንተሰሚርና ትመጽእ ናይ ጽባሕ ኤርትራ መሰል ዜጋታታ ዘኽበረት ወርቃዊ ሓወልቲ ከቢረ ዝደኮነት ቅርሲ ራእስ ተሰማ ዝሰነደት ሓወልቲ ወልደ ኣብ ወልደ ማርያም ሸኽ ኢብራሂም ሱልጣን ዘማእከለት ሓወልቲ ዓዋተን ካልኦትን ዘድመቐት ብልጽግቲ ኤርትራ ኣብኣ እዩ ዝምለስ ስለዚ ነቦታትና ንምሰል ኣቦታትና ኣብ ልብና ሰረተ እምነቶም ኣብ እዝና ሕሹኽታ ቃላቶም ትርግታና ትንፋሶም ቅኒቶም ንሓድሕዶም መዓስ ተናቒቶም ከምቲ ንሓንቲ ኤርትራ ተማጒቶም ሓድነት ዘጽደቑ ምፍልላይ ገዚቶም ከምኦም እሞ ንኹን ሽዑ ዓሆሃይ ዓሆሃይ ንበል ዓሆሃይ ዓሆሃይ ቁራዕ ሃምሊ ውፃእ ቁራዕ ጠስሚ እቶ ዳግማይ ንሐይሎ ባይቶ ንዓድና ንእቶ እወ ዳግማይ ንሐይሎ ባይቶ ንዓድና ንእቶ

ደቂ ሰብ ተኣኻኺቦም እንዳታት ምስ ኣቖሙ፣ ነቲ ከም ባህሊ ኩን ቅልጽል ዝነበሮ ማሕበራዊ ልምድን ወግዕን ከማዕብሉ ጀሚሮም። ከምዚ ብምግባር ድማ ኣብ ውሱን ክልላዊ ሓበራዊ ባህሪ ከጥርዩ ክኢሎም። ብሓደ ዝነብሩ እኩባት ሰባት ወይ ማሕበረሰብ ዝኽተልዎ ክብርታት ወይ ወግዕታት ኣለውዎም። ሰብ ክሞቶም እንከሎ እንታይ ይገብሩ? ከመይከ ገይሮም ይቐብርዎም? ተፈጥራዊ ሓደጋ ክወርዶም ከሎኸ? ክሰትዩን ክበልዑን ከለዉ እንታይ ኣቕሓ ይጥቀሙ? ክዳን ሰብኣይን ክዳን ሰበይትን ፍልልይ ኣለዎዶ? ሓንቲ'ዶም ወይስ ብዙሓት ኣንስቲ እዮም ዘእትዉ? ንሓሶትን ስርቅን ቅትለትን ብኸመይ መንገዲ ይርእይዎም? ነውሪ ዝብልዎኸ ከመይ ዝበለ እዩ? ነየናይ ናይ ሰብ ተግባር እዮም ከይም ከም ጅግንነት ወይ ከም ፍርሂ ወይ ከም ልቦና ዝመልኦም ወይ ከም ዕሽነት ገይሮም ዝወስድዎም ወዘተ። ባህሊ ነቲ ማሕበራዊ ህይወት ብኹሉ መዳዩ ከም ዘይቲ ኮይኑም ብዘይ ምግርጫው ክሰርሕ ዝገብሮም ካብ ወለዶ ናብ ወለዶ ዝተሓላለፍ ረቂቕን ግዙፍን ገጽታ ዘለዎ ልምዲ እዩም። ብኹሉም ናይቲ ሕብረተሰብ ኣባል ቅቡል ብምዃኑ ድማ እቲ ንዑ ዘይክተል ኣባል ሕብረተሰብ ተነጽሎ የጓንፎ። ወይ ንዓና ምሰል ወይ ካባና ርሓቕ ከም ምባል እዩ። እንስሳታት ባህሊ የብሎምን፣ ግን ኣብ ክንድኡ ንኹሉ ንጥፈታቶም መምርሒ ዝኾኖም ደመ-ነፍሲ፣ ኢንሰክት፣ ኣለዎም። ወዲ ሰብ ግን፣ ነቲ ምስ እንስሳታት ብሓደ እተዋህቦ ደመ-ነፍሲ ናይ ኣእምሮኡ ግዙእ ብምግባር፣ ኣብ ናይ ኣከባቢኡ ጽልዋን ኣብ ናይ ምሕሳብ ክእለቱን እተመስረተ ባህሊ ክፈጥር ክኢሉ። ባህሊ ቀስ እናበለ ዝዓቢ ናይ ዘመናት እኩብ ተመኩሮን ውርሻን ብምዃኑን ከም ልምዲ ኮይኑ ድማ ናብ ሓውሲ ደመ ነፍሲ ስለ ዝልወጥን ብሓደ ሓደ ምኽንያታት ብሓንሳእ ክትልውጦ ምፍታን ኣሉታዊ ሳዕቤናት ኣለውዎ። እዚ ኸኣ ኣብ ኮሚኒስት ቻይና ብግዜ ማኦ ተራእዩ እዩ። ሓደ ሓደ ሰባት እዚ ባህልና እዩ ስለዚ ክንልውጦ ይጽግመና እዩ ዝብሉ ኣለዉ። ብሓደ ወገን ሓቃቶም እዮም። ከመይሲ ሓደ ካብቲ ንሓደ ህዝቢ ከም መንነት ኮይኑ ዘገልግሎም ማሕበራዊ ውጽኢት ባህሊ እዩ። ህዝቢ ባህሉ ምስ ዘጥፍእ መንነቱ ድማ የጥፍእ ኣሎ ማለት እዩ። ይኹን እምበር ንባህላዊ ለውጢ ምጽራር ማለት ነቲ ናይ ባህሊ ዘገምታዊ ምዕባለ ምርሳዕ ከም ማለት እዩ። ኣብ ሃገርና ኣብዚ ግዜ እዚ ዝዝውተር ዘሎ ባህሊ ቅድሚ ሓሙሽተ ሚእቲ ዓመት ዝነበረ ባህልን ሓደ ክኸውን ኣይክእልን። ከመይሲ እቲ ባህልና ንዘመናት ብወራር ይኹን ብመግዛእቲ፣ ብስደት ይኹን ብምፍንቓል ሓደስቲ ባህልታትን ወግዕታትን ከተኣታቱን ክርዕምን ጸኒሑ እዩ። ቋንቋም ክፋል ባህሊ ብምዃኑ ድማ ካብዚ ናይ ለውጢ መስርሕ ከምልጥ ኣይክእልን። ጣልያን ኣብ ሃገርና ንልዕሊ ሓምሳ ዓመታት ክቕመጥ እንከሎ እቲ ባህልና በቲ ባህሎም ክጽሎ ግድን እዩ ነይሩ። ብፍላይ ከተማታት ምስ ተሰርሐ፣ መኻይንን ራድዮን ምስ ተተኣታተወ፣ ክዳውንቲ ፈረንጂ ክዝውተር ምስ ጀመረ፣ ናይ ምዕራባውያን ኣገባብ ምሕደራ ምስ ሰፈነ ወዘተ እቲ ባህልና ብገለ ሸነኹ ክልወጥ ክኢሉ። ኣብዚ ግዜ እዚ እንተረኣና እኳ ቀደም ብዓታሩ ገይረን ማይ ዝወርዳ ዝነበራ ኣዋልድ ሎሚ ብጀሪካን እየን ማይ ዝወርዳ ወይን ሳላ ቡንባ ማይ ምውራድ ገዲፈንኦ እየን። ስለዚ ብቋንቋ ሸነኹ ክረኣ እንከሎ እውን እቲ ማይ ምውራድ ዝብል ሓረግ ቀስ እናበለ ዝጠፍእ ዘሎ እዩ ዝመስል። ባህሊ ሽሕ'ኳ ናይ ሓደ ህዝቢ መንነት እንተኾነ፣ ከይተለወጠ ንዘልኣለም ክነብር ግን ኣይክእልን። ከምቲ ሓደ ህዝቢ ከም ሓደ ዓሌት ወይ ከም ሓደ ሃገር መጠን ንዘልኣለም ክቕጽል ዘይክእል፣ ባህሊ'ውን ከምኡ'ዩ። ከምዚ ብምዃኑ ሓደ ሓደ ግዜ ንባህሊ ከም ዘይልወጥ ናይ ህዝቢ መንነት ጌርካ ምውሳዱ ንቁጠባውን ማሕበራውን ፖለቲካውን ምዕባለ ዕንቅፋት ክኸውን ይኽእል'ዩ። ኣብ ዝሓለፈ ዘመናት፣ እቲ ንምዕባለ መሰናኽል ኮይንዎ ዝነበረን ኣንጻር ሳይነስ ዝቃለስ ዝነበረን ሓይሊ ባህልን ኣጉል እምነትን እዩ። ሓደ ህዝቢ እቲ ንብዙሓት ዘመናት ዘኻዕበቶ ባህልን እምነትን ብሓድሽ ናይ ሳይነስ ርኽበታትን ኣተሓሳስባን ክብዳህ እንከሎ ስቕ ኢሉ ኣይርእን። ብኹሉ ሓይሉ እዩ ዝቃለስ። እዚ ባህርያዊ እዩ። ግን ለውጢ ከኣ ግድን እዩ። እዚ ኣብዚ እዋን እዚ በጺሕናዮ ዘሎና ተክኖሎጂውን ማሕበራውን ስልጣኔን ነቲ ባህልን ኣጉል እምነትን እተኣወጀሉ ኩናት ስዒሩ እዩ ኣብዚ ዘለዎ ደረጃ በጺሑ። ኣስታት ክልተ ሚእቲ ዓመት ይገብር ቤንጃሚን ፍራንክሊን እተባህለ ኣመሪካዊ ንበርቂ ስሒቡ ኣብ መርየት ዝቐብር ሓጺናዊ ዘንጊ ምስ መሃዘ፣ ገለ ኣባላት ቤተ ክህነት ኣመሪካ ናይ ቤንጃሚን ፍራንክሊን ምህዞ ኣንጻር እምነትን ኣንጻር ኣምላኽን እዩ። ከመይ ገይሩ እዩ ደኣ ኣምላኽ ድሕሪ ሕጂ ነቲ ብበርቂ ገይሩ ዝቐጽዖ ዝነበረ ሓጢኣተኛ ክቐጽዕ እዩ ብማለት ኣብ ቤተ ክርስትያን ሰቢኾም። ግን ኣይቀንዖምን። ኣብ ሃገርናም ምስ እንምልከት ብግዜ ጣልያን ብሽክለታ ክተኣታቶ እንከላም ዓረብያ ሸይጣን ተባሂላም ሰብ ከይውጥሓ ትኽልከል ከም ዝነበረት ይዝከር። ከምኡውን መግቢ ምሻጥ፣ ሓሰማ ምብላዕ፣ በዓልቲ ቤትካ ኣብ ስራሕ ወፊራ ምእታው፣ ሰበይቲ ክዳን ወዲ ምልባስ፣ ምሒር ምምርማር ወዘተን ብባህልና ነውሪ እዩ ነይሩ። ምዕባለ ክንዮ ባህሊ ስለ ዝረኣየን፣ ነቲ ባህልን መንነትን ህዝቢ ብገለ ምግዳስ ይህስሶ እዩ። ንኣብነት፣ ቀደም ብበቕሊ ዝጓዓዝ ዝነበረ ሰብ፣ መኪና ምስ ተማህዘት፣ ጽርግያ ምስ ተሰርሐን ንኽቕልጥፎ ኢሉ መኪና የዘውትር። እቲ ምስ በቕሊ ዝዛመድ ቃላትን ሓረጋትን ምስላታትን ድማ ከልግስ ይግደድ። ሰበይቲ ክዳን ወዲ ዘይትኽደን ዝነበረት፣ ኣብ ገለ ፋብሪካታት ኮምፕላስዮን ክትለብስ ትግደድ። ናይ መርዓታት ዳስ ናብ ቡፌ ይልወጥ፣ ክዳውንትን ናይ ጸጉሪ ርእሲ ቅዲ ፋሽን ብናይቶም ዝማዕበሉ ህዝቢ ቅዲ ይትካእ ወዘተ። ነዚ ሓድሽ ልምድታት እዚ ባህልኻ ዓቂብካ ክተዘውትሮ ኣይከኣልን። እቲ ጸገም ኣብ መንጎ ባህልኻን መንነትካን ዓቂብካ ንምዕባለ ዶ ምባልን ባህልኻን መንነትካን ሃሲስካ ምዕባለ ምቕባልን ይመስል። ሓደ ሓደ ህዝቢ ወይ ቀቢላ ግን ንባህልን ምዕባለን ብሓደ ክዕቅብዎ ይፍትኑ እዮም። እዚ ግን ብኹሉ ሸነኹ ዝከኣል ኣይኮነን። ንኣብነት ጃፓናውያን ምስዚ ኩሉ ምዕባሌኦም ገለ ካብቲ ናይ ጥንቲ ባህሎም ኣየጥፍኡን። እዚ ድማ ኣብቲ ዘካይድዎ ናይ ሻሂ ምስታይን ወግዕን፣ ኣብ ናይ ሰላምታ ምውህሃብን ዝገብርዎ ተደጋጋሚ ምስጋድን ከም ኣብነት ክጥቀስ ይከኣል። ባህለይ ክዕቅቦ እየ ብምባል ዊስኪ ብዋንጫ ጌርካ ምስታይ ግን ውጽኢታዊ ኣይኮነን። እዝስ ነቲ ጽሩይ ባህሊ ምብልሻው ጥራይ እዩ። ንዋንጫ ስዋ እንተሰተኻሉ እዩም ዘኽብሮም። ሽሕ'ኳም ባህሊ ንምዕባለ ገለ ዕንቅፋት ዘንብረሉ እንተኾነ ገሊኡ ግን ንድሕሪት እውን ይመልሶ እዩ። ንኣብነት ኣብ ምስላታትና ምስ እንርእይ ኣንጻር ምዕባለ ዝኾኑ ኣብነታት ክንጠቅስ ንኽእል። ምስላታት ናይቲ ህዝቢ ኣተሓሳስባ ዘንጸባርቑ ብምዃኖም፣ ንኸምዚኦም ዝበሉ ምስላታት ንምህሳስ ኣቐዲምካ ናይቲ ህዝቢ ኣተሓሳስባ ምልዋጥ የድሊ። ካብ ብጾታ ዝነውሐት መሸላም ወይ ንዑፍ ወይ ንወንጭፍ። እዚ ምስላ'ዚ ነቲ ሓድሽ ሓሳብ ኣምጺእካ ነቲ ዘሎ ምጽራር ወይ እምቢታ ምርኣይ ጽቡቕ ከምዘይኮነ'ዩ ዝገልጽ። ከምዚ ዓይነት ምስላም ነቲ ብሓደ ሓደ ምኩራት ሰባት ዝመጽእ ናይ ምዕባለ ለውጢ የዳኽሞ እዩ። ምስ ህዝብኻ መዓት ዳርጋ ገዓት። ንበይንኻ ዶ ኣይትገፋዕ እምበር ኩሉ ምሳኻ እንተተገፍዔም ኣይንታይካን ከም ማለት እዩ። እዚ ድማ ነዚ ወሪዱና ዘሎ መዓት ትም ኢልና ክንጾሮ ዝምዕድ ኣዕናዊ ምስላ እዩ። ዝበረቐ ጸሓይናም ዝነገሰ ንጉስናም እዚ ምስላ እዚ ወላ ጣልያን ወላ እንግሊዝ ወላ ደርጊ ወላ ውን ህግደፍ ተሰሪዖም ይምጽኡ ስቕ ኢልካም ተገዛኣዮም ከም ማለት እዩ ንጉስ ኣይክሰስ ሰማይ ኣይሕረስ ኣንጻር ስርዓት ህግደፍ ንጀነቫ ምኻድ ኣየድልን እዩ ከም ማለት እዩ ስለዚ ከምቲ ኣብ ላዕሊ ተጠቕሰ ባህሊ መንነት ሓደ ህዝቢ ብምዃኖም ብምዕባለ ክሃስስ እንከሎ ድማ ነቲ መንነት ዘህስሶም ስለዝኾነ እቲ እንኮ ኣማራጺ ነቲ ባህልኻ ክትሕልዎ ምግዳል እዩ። ግን ከኣ ውዒሉ ሓዲሩስ ባህልኻ ብምዕባለ ክሃስስ ወይ ክጠፍእ ብተፈጥራዊ ማሕበራዊ ሕጊ ግድን ብምዃኑ ብኣግኡ ፈሊጥካ እንተጸናሕካ ይሓይሽ። ጸሓፊ፣ ኣማኑኤል ሳህለ። እምበኣርካስ ኩቡራትን ኩቡራንን ሰማዕትና ንሎሚ ሓሙስ ዝበልናዮም ትሕዝቶታትና እዞም ዝተኸታተልኩሞም ኮይኖም ንምክትታልኩም ኣዚና ነመስግን ዝመጽእ ብኻልእ ትሕዝቶ ኢና ክንራኸብ ክሳብ ሽዑ ሰላም